ሰላም ተኸታተልቲ ዕብይ ሜድያ ከመይ ቀኒኹም ሰናይ ቀኒኹም ትኮኑ በዓል ሙሉ ተስፈ ምሳኹም ዘለኹ ከም ወትሩ ሓውኹም ሳይሞን እዩ ሎም መዓንቲ ድማ ሌቨሬጅ ዝብል ኣርእስቲ ሒዘልኩም መፅእ ኣለኹ ኣብዛ ናይ ሎም መዓንቲ ቪድዮ ሌቨሬጅ እንታይ ምዃኑ ብዕምቆት ተረዲእና ኣብ መዓልታዊ ሂወትና ድማ ከመይ ጌርና ንጥቀመሉ ክንዕዘብ ኢና ሌቨሬጅ ማለት ቃል ብቓሉ ሓገዝ ናይ ካልኦት ነገራትን ናይ ካልኦት ሰባትን ተጠቂምካ ዕላማኻ ብቐሊሉን ብቕልጡፍን ምህራም ማለት እዩ። ስለምንታይ ከ ክንጥቀም ኣለና? ቀልጢፍናን ብቕልጡፍን ብቐሊሉን ዕላማና ንክንሃርም ንካልኦት ድማ ናይ ዕቤት ዕድል ክንህብ ምእንታን። ሌቨሬጅ ወይ ድማ እዚ ብሓባር ምስራሕ ወይ ድማ ሓገዝ ናይ ካልኦት ምጽባይ ዝብል መቸም ኣብ ሕብረተሰብና ልሙድ ኣይኮነን። ንኣብነት ካብ ናይ ቀደም ናይ ኣቦታት ምስላታት ተደኣ ተዓዚብና ግራት ፍቕሪ ከኣ እዝጊ ናይ መረቓ ዝብሉ እዚ ዝመበገሲኡ ድማ ኣብ ሕብረተሰብና ምስ ካልኦት ሰባት ምስራሕ ልሙድ ኣይኮነን እንተ ኣብዚ ስደት ተዓዚብና ንኣብነት ካልኦት ሕብረተሰባት ምፅእ ኢሎም ምስ ካልኦት ከምኦም ዝኣመሰሉ ሕብረተሰባት ደቂ ዓዶም ማለት እዩ ገለ ነገር ክኸፍቱ ገለ ነገር ክዓዩ ክፈጥሩ ኢና ንዕዘብ ኣባና ኣብ ሕብረተሰብና ግን እዚ ልሙድ ኣይኮነን ዝፍቶ እውን ኣይኮነን። ምኽንያቱ ኣብ መወዳእትኡ ባእስን ቆዮቛን ከም ዝስዕብ ስለ ንኣምን። እዚ ድማ መበገሲኡ ካብቲ ናትና ስኩል ሲስተም፣ ካብቲ ናይ ትምህርቲ ሲስተምን ካብ ሕብረተሰብን ዝመጸ እዩ። ምኽንያቱ ኣብ ቤት ትምህርቲ ናይ ካልኦት ሰባት ፍልጠት ምጥቃም ማለት ከም ምቕዳሕ ወይ ድማ ምድንጋር እዩ ዝሕሰብ። ሕጂ ምቕዳሕ ጽቡቕ እዩ ማለት ኣይኮንኩን፣ ግን ከም መዳናገሪ ኢኻ ትሕሰብ። ፍልጠት ናይ ካልኦት ሰባት ትወስድ ኣለኻ ማለት እዩ። እዚ መበገሲኡ ድማ ምስ ዓበና እዞም መሰረታውያን እምነታት እዚኦም ኣብ ውሽጥና ስለ ዘለዉ ምስ ከማና ዝኣመሰለ ወዲ ዓድና ድዩ ወላ ከማና ቋንቋ ዝዛረብ ብሓፈሻ ድማ ምስ ካልኦት ሰባት ዝኾነ ነገር ክንሰርሕ ኣይንደልን ኢና እንተሓሲብናዮ ግን ብጣዕሚ ደንቆሮ ዝኾነ ሓሳባት ወይ ድማ እምነት እዩ ምክንያቱ ሓገዝ ናይ ካልኦት ሰባት ከየጠቀመ ናብ ላዕሊ ዝበፅሐ ሰብ የለን ኩሎም ዕውታት ሰባት ዝብልዎ ሌቨሬጅ ክንጥቀም ከም ዘለና እዩ ሌቨሬጅ ንኣብነት ቃል ብቓሉ ካብ ፋይናንስ ዝመፀ እዩ። ብውሑድ ገንዘብ ተጠቂምካ ብውሑድ ገንዘብ ተጠቂምካ ዓብ ውፅኢት ምምዝጋብ ወይ ድማ ዓብ ረብሓ ምርካብ ማለት እዩ። ሌቨሬጅ ድማ ኣብ ፋይናንስ ጥራይ ዘይኮነ ኣብ ህይወትና እውን ክንጥቀመሉ ንኽእል ኢና። ንፍልጠት ናትና ሌቨሬጅ ክንገብሮ ንኽእል ኢና። ነቲ ደሊናዮ ዘለና ዕዮ ወይ ድማ ነቲ ንሰርሖ ዘለና ዕዮ እውን ሌቨሬጅ ክንገብሮ ንኽእል ኢና ወይ ድማ ሌቨሬጅ ክንጥቀም ንኽእል ኢና ብውሑድ ዓቕሚ ወይ ድማ ብውሑድ ፃዕሪ ዓቢ ውፅኢት ንምምፃእ መቸም ኣብ ህይወት ፃዕሪ ጥራይ ከምዘይኣክል ንፈልጥ ኢና። ኣዝዮም ብዙሓት ፃዕራማትን ግን ከዓ ዘይሓልፈሎም ሰባት ኣስተውዒልና ኣለና። ስለዚ ኣብ ህይወት ሌቨሬጅ ወይ ድማ ሓገዝ ናይ ካልኦት ሰባት ክንጥቀም ክንክእል ኣለና። ሌቨሬጅ ብዕምቆት እተረድእ ሓንቲ ዛንታ ናይ ሓደ ኣቦን ናይ ሓደ ወዱን ኣላ። ንሳ ድማ ሓደ ኣቦን ሓደ ቆልዓን ኣብ በረኻ ይጓዓዙ ነይሮም እሞ እቲ ኣቦ ንወዱ ሓደ ናይ ህይወት ዝኾነ ትምህርቲ ናይ ላይፍ ለስን ማለት እዩ ክምህሮ መደበ። ነቲ ቆልዓ ድማ ሓደ ዓቢ እምኒ ኣብ ጎኒ እቲ መንገዲ ተጸጊዑ ነበረ እሞ ዝወደይ ነዚ እምኒ እስከ ኣንቀሳቕሶ በሎ። እቲ ቆልዓ ድማ ብምኻድ ከንቀሳቕሶ ፈተነ እሞ ምዃን ኣብዮ። እቲ ቆልዓ ግን ካብ ኣቦኡ ብዙሕ ተማሂሩ ስለ ዝነበረ ተስፋ ዘይቆርጽን ዘይሕለሎን ስለ ዝነበረ ዕንጨቲ ብምምጻእ ብታሕቲ ከም ደገፍ ብምእታው ንላዕሊ ገጹ ክግምጥሎ ፈተነ። ሕጂ እውን እቲ ዕንጨቲ እቲ እምኒ ኣዝዩ ከቢድ ስለ ዝነበረ እቲ ሒዝዎ ዝነበረ ዕንጨቲ ኣብ ኢዱ ተሰብረ። እቲ ቆልዓ ድማ ሒኽ ብምባል ኣብ መወዳእትኡ ሓይሉ ጸንቀቐ እሞ ኣቦ እዛ እምኒ ከንቀሳቐሳ ኣይከኣልኩን ብምባል ተዛረቦ። እቲ ኣቦ ድማ ናይ ብሓቂ ዲኻ ኩሉ ዝከኣለካ ፈቲንካ ኢልዎ። እወ እብሎ እቲ ቆልዓ ዝከኣለኒ ኩሉ ፈቲነ ሓይለይ ወዲኤ ኩሉ ድማ ካልእ ዝኾነ ይኹን መንገዲ የለን ኢልዎ። ስምዓኒ ዝወደይ ንዓይ ግን ክሕግዘካስ ኣይሓተትካንን ኢልዎ። ሓግዘንስ ኣይበልካንን ብምባል ይዛረቦ። ስለዚ ሓገዝ ናይ ካልኦት ሰባት ክንቅበል ከም ዘለና እያ እዛ ዛንታ ናይ ኣቦን ወድን ትነግረና። ንካልኦት ሰባት ኣብቲ ንሕና ድኽመታት ዘለና ኣብኡ ሓገዝ ናቶም ክንሓትት ክንክእል ኣለና። ምክንያቱ ኩሉ ሰብ ነናቱ ጸጋ ከም ዘለዎ ንፈልጥ ኢና። መብዛሕትኡ ግዜ ግን ባዕልና ክንገብሮ እንተታ ተዓዚብና ሕጂ ገለ ነገር እንድሕር በጺሕና ብፍላይ ኣብ ሓበሻና ማለት እዩ ባዕለይ እኮ የበጺሕዮ ዝኾነ ንዝሓገዘኒ ሰብ የለን ገለገለ ኢልና ኢና ንዛረብ ጽቡቕ ነገር ግን ምግባሩ ድኣዩ እቲ ዕላማ ክኸውን ዘለዎ እምበር ከመይ ጌርካ ጌርካ ኣይኮነን እቲ ቀንዲ ክኸውን ዘለዎ ነገር እቲ ፅቡቕ ነገር ተገይሩ ዶ ይተገብረን ወይ እቲ ዕላማ ተበፅሑ ዶ ይተበፅሐን እምበር መን ገይርዎ ወይ ድማ ብኸመይ ጌርካዮ ማራ ኣገዳሲ ይኮነን ስለዚ ሓገዝ ናይ ካልኦት ሰባት ምሕታት ክንለምዶ ዘለና ወይ ድማ ሌቨሬጅ ምጥቃም ወላ እውን ኣብ ገንዘብና ማለት እዩ ብውሕድ ገንዘብ ተጠቂምካ ንኣብነት እዞም ሰባት ብውሕድ ገንዘብ ተጠቂሞም ዓብ ውፅኢት ዘምፁ ኢንቨስት ክትገብሮ ገንዘብካ ማለት እዩ እዚ እውን ሓደ ሌቨሬጅ እዩ ነቲ ገንዘብ ናትካ ሌቨሬጅ ትገብሮ ኣለካ ወይ ድማ እቲ ገንዘብካ ዘምፅኻዮ ናብ ፍልጠት ክተምፃሉ ወይ ድማ ፍልጠት ክትዕድገሉ እንከለካ ነቲ ገንዘብ ናትካ ከም ደገፍ ትጥቀመሉ ሓጋዚኻ ይኸውን ኣሎ ማለት እዩ በቲ ፍልጠት ኣቢልካ ስኪል ናትካ ተማዕብል እሞ ብኡ ቢሉ ድማ ኣታዊኻ ይዓቢ ማለት እዩ ስለዚ ሌቨሬጅ ነዚ ይመስል ኣብ ህይወትና ኣብዚሕና ክንጥቀመሉ ኣብ ግዜና ኣብቲ ናትና ሪሌሽንሽፕ ምስ ሰባት ዘለና ዝምድና ሃፍት ክንጥቀመሉ ምክንያቱ ኩሉ ግዜ ኣብ ንሰርሓሉ ግዜ ኩሉ በዓልና ክንገብሮ ይንኽእል ኢና እዚ እውን ኣብ ጉዕዞ ስደትና ርኢና ኢና ምክንያቱ ስደት ትሓስብ እንከለኻ ኣቐዲምካ ትሓትት፣ እቲ መንገዲ ከመይ ምዃኑ ንካልኦት ሰባት ትሓትት ማለት እዩ፣ ንዝፈልጥዎ ሰባት ትሓትት፣ ሽዑ ኮንታክት ክትገብር ትጅምር፣ ናይ ሰምሳሪ ድዩ ናይ ገለ፣ እዚ እውን ሓደ ሌቨሬጅ እዩ፣ ናይ ካልኦት ሰባት ትሓትት ኣለኻ፣ ልክዕ ከም ናቪ ትጥቀመላ ኣብ ዘይትፈልጦ መንገዲ ክትጓዓዝ እንከለኻ፣ እዚ እውን ከምኡ እዩ ኣብ ህይወትና ሓገዝ ክንሓትት ናይ ካልኦት ሰባት ክንለምድ ክንክእል ኣለና እዚ ክነጥርዮ ዘለና ባህሪ እዩ ሌቨሬጅ ምጥቃም ኣዝዩ ኣዝዩ ወሳኒ እዩ ኣብ ግዜኻ እውን ኣብ ግዜ ንኣብነት ከመይ ጌርና ሌቨሬጅ ክንጥቀም ንኽእል ግዜና ኣቐዲምና እቶም ኣብቲ እቶም ኣገደስቲ ዝኾኑ ንዓና ኣዝዮም ኣገደስቲ ዝኾኑ ነገራት ኣብቲ ቀዳማይ ወጋሕታናትና ወይ ድማ ኣብቲ ንግሆ ኣቐዲምና ንገብሮም እሞ ብድሕሪኡ እቲ ዝመፅእ ዘጋጥመና ነገራት እቶም ሃንደበት ዝመፁና ነገራት ክንገብር ንውዕል ሽዑ ግን ኣቐዲምና እቶም ዘገድሱና ነገራት ጌርና ስለ ዘለና ብኣግኡ ዕግበትን ዓቢ ውፅኢትን ከነምፅእ ንኽእል ኢና። ብከምዚ ሌቨሬጅ ክንጥቀም ንኽእል ኢና። ኣብ ዝምድናናትና ብከመይ ክንጥቀመሉ ንኽእል? ኣብ ዝምድናናትና ድማ ኣብቲ ድኹም ጎኒ ናትና ንካልኦት ሰባት ሓገዝ ምሕታት ንካልኦት ሰባት ሓገዝ ኣብ ንሓተሉ ድማ ኣብኡ ሓያል ጎኒ ዘለዎም ሰባት ንሓትት ስለ ዘለና ንክዓብዩ እውን ዕድል ንህቦም ኣለና። ብከምኡ ኣቢልና ድማ ምስ ሰባት ሓደ ድልዱል ዝኾነ ዝምድና ክንሃንጽን ንካልኦት ሰባት ድማ ናይ ምዕባይ ዕድልን ንህብ ኣለና ስለዚ እንተ ተዓዚብናዮ እቲ ናይ ሌቨሬጅ ወይ ድማ ናይ ደገፍ ማዕሪ ክንደይ ዓሚቕ ምዃኑ ክርድኣና ክኽእል እዩ ኣብ ሂወትና ድማ እንተ ተዓዚብና ፀሓፋይ ሓደ መፅሓፍ ክፅሕፍ ደልየ ትብል እንተ ኣሊኻ ንኣብነት ንስኻ ንፉዕ ነጋሪ ዛንታ ክትከውን ትኽእል ኢኻ ኣብ ምጽሓፍ ብኢድካ ምጽሓፍ ግን ንፉዕ ተደኣ ደይኮንካ ኣብኡ ብቕዓት ዘለዎ ሰብ ሓቲትካ ንስኻ እቲ ዛንታ ወይ ዲክቴት ጌርካ ኣብ ገለ ነገር መሊእኻ ትህቦ ብድምፂ ማለት እዩ ንሱ ከዓ ምፅሓፍ ንፉዕ ስለ ዝኾነ ይሕግዘካ ብከምኡ ቢልካ ድማ ኣዝዩ ዓብ ነገር ክትገብር ትኽእል ኢኻ ብቕልጡፍን ኣብ ሓፂር ግዜ ማለት እዩ ብቐሊሉን ክትገብሮ ትኽእል ኢኻ ምክንያቱ እቲ ናይ ምፅሓፍ ክእለት ዘለዎ ሰብ ቀልጢፉ ክሰርሕ ይኽእል እዩ፣ ካባኻ ብዝሓሸ ማለት እዩ። ስለዚ ነንሕድካ ምድግጋፍን ናይ ካልኦት ሰባት ሓገዝ ምሕታትን። ወላ እውን እንተ ኣስተውዒልና ሓደ ሰብ ይሓምም እሞ ኣብዚ ዓዲ ዝኾነ ነገር ጭንቀት ይገብር ወይ ናይ ኣእምሮ ገለ ናብ ሓኪም ዝኸይድ የለን። ምክንያቱ ሓገዝ ምሕታት ናትና ናትና ሓያል ጎኒ ይኮነን ከም ሕብረተሰብ ንሕና ማለት እዩ ስለዚ ናብ ካልእ ናብ ካልእ ይበፅሕ ወላ እውን ኣብ ነፍስኻ ምጥፋእን ገለን ማለት እዩ ስለዚ ሓገዝ ምሕታት ነውሪ ይኮነን በይንኻ ይኮንካን በይንና ይኮናን ንኻልኦት ሰባት ክንሓትት እንከለና ኣብኡ ተመክሮ ክህልዎም ይኽእል እዩ። ቅድሚ ሕጂ ከምኡ ኣጋጢምዎም ክኸውን ይኽእል እዩ። ስለዚ ምኽሪ ክህቡና ይኽእሉ እዮም። ስለዚ ሓገዝ ክንሓትት ክንክእል ኣለና። ሌቨሬጅ ክንጥቀም ክንክእል ኣለና። ኣብ ገንዘብና ድዩ ኣብ ግዜና ብዘየገድስ ኣብ ክእለታት ናትና ማለት እዩ። ሌቨሬጅ ተጠቂምና ንብዙሕ ሰብ ክንጠቅም ንኽእል ኢና። ምስ ካልኦት ሰባት ዘለና ዝምድና ክንዕቢ ንኽእል ኢና። እዛ ናይ ሎማዓንቲ ቪድዮ ነዚኣ ትመስል። ኣብ ዝመጽእ ቪድዮ ብኻልእ ትሕዝቶ ክሳብ ንራኸብ ሰሰናዩ። ዝኾነ ርእይቶ እንተ ኣልይኩም ድማ ኣብ ኮመንት ሴክሽን ክጽበየኩም እየ። ቻው ቻው፣ ሰሰናዩ።